ዶናልድ ትራምፕ ዶናልድ ትራምፕ ዶናልድ ትራምፕ ኣብዚ ቅንያት እዚ ዶናልድ ትራምፕ ጃስን ትሩዶ ዶናልድ ትራምፕ ጃስን ትሩዶ እናበልኩ ተደጋጋሚ ዜና ናይዘን ክልተ ሃገራት መራሕቲ የምፃልኩም ኣለኹ ኦኬ ኣዝዩ ኣደናቕን ሰሓብን ስለ ዝኾነ እዩ ሓደ ኢንተርቴይኒንግ እዩ ካልኣይ ከዓ ብዙሕ ኢኻ ትቐስምን ትምሃረ ስለዚ ብዛዕባ እዚ ዜና ንምንታይ ኢኻ ትደጋግም ዘለካ ትብሉ ሰባት ኣለኹም ነዚኣ ሕፅር ዝበለት መልሲ ክበኩም ኣብዚ ዘለናዮ ዓዲ ብዛዕባ እዚ ዘለኹም ዓዲ

ሓድሽ ፕራይም ሚኒስተር ክኾን መሪጽዎ ዘሎ ከኣ ናይ ናሽናል ሆኪ ሊግ ሌጀንድ ዝኾነ ኣብ ካናዳ ማዕረ ክንደይ ሆኪ ህቡብ ጾታ ምዃኑ ትፈልጡ ኢኹም ናይ ኤድመንተን ደለኹም እውን ኤድመንተን ኦይለርስ ዝነበሮም ጌም ኣብዛ ዝሓለፈት ድማ ናይ ናሽናል ሆኪ ሊግ ዝተሳተፉ ኤድመንተን ኦይለርስ ካልኣይቲ ኮይኖም እዮም ወፂኦም ናይ ኤድመንተን ኦይለርስ ተፃዋታይ ዝነበረ ወይን ግሬትስኪ ባይፋር ከዓ እቲ ግሬተስት ሆኪ ፕሌየር ተባሂሉ እዩ ዝፅዋዕ ሕጂ እዚ ናይ ሆኪ ፕሌየር ወይን ግሬትስኪ ምስ ዶናልድ ትራምፕ ጥቡቅ ዝኾነ ዕርክነት እዩ ዘለዎም ከም ዝፍለጥ ዶናልድ ትራምፕ ቀደም ከም ሴሌብሪቲ እዩ ዝፍለጥ ነይሩ ቅድሚ ሕጂ ኣብ ፖለቲካ ምስ ኣተወ እዮም ክፀልዎ ጀሚሮም እምበር ከም ዶናልድ ትራምፕ ዝፍቶ ሰብ ኣይነበረን ናብኡ እዚ ታሪክ ዝነልኩም ዘለኹ መታን ክንፅለልና ኢለ ሕጂ ኣብቲ ትሩ ሶሻል እንታይ ኢሉ ኣውፅኡ እወ ካናዳ ሲ ንወይን ግረትስኪ ከም ፕራይም ሚኒስተር ተትመርፆ ብጣዕሚ ደስ ምበለኒ ክብል እዩ ተዛሪቡ እቲ ዝገርም ዋላ ናይ ኣሜሪካ ዜና ዋላ ናይ ካናዳ ዜና ኣናደር ደይ እንዳበሉ እዮም ዝኮዱ በቃ መዓልታዊ ሓድሽ ዜና ዶናልድ ትራምፕ ወፅኡ ሎሚ ስታይ ክንገብር ኢና ሎሚ ሓድሽ ፕራይም ሚኒስተር ክሪሻ ፍሪለን ሪዛይን ምስ ገበረት እታ ዴፒቲ ፕራይም ሚኒስተር ዝነበረት ማለት እዩ ናይ ፋይናንስ ሚኒስተር ናይ ካናዳ ንሳ ሪዛይን ምስ ገበረት ብጣዕሚ ዘሐጉስ እዩ ኢሉ ኣይንሓዝን ኢና ክብል ተዛሪቡ ሕጂ ከዓ እንደገና ብጣዕሚ ዝረፋፍኦም ዘሎ ናይ ካናዳ ሓድሽ ምርጫ ንክካየድ ከም ዝፍለጥ ከዓ 225 ወርሒ 1 ሓድሽ ምርጫ ክካየድ እዩ ኣንለስ ቀልጢፎም ኤርሊ ኢሌክሽን ዝበሃል ኣሎ ቮት ኦፍ ኖ ኮንፊደንስ ከም ናይ ኮንሰርቫቲቭን ናይ ኤንዲፒ መራሒ ጃግሚት ሲንግ እንተ ተሰማሚዖም ኦኬ ንሕና ኣብዚ መንግስቲ እዚ ኮንፊደንስ የብልና እንተኢሎም ግን ቅልጥፍ ዝበለ ኢሌክሽን ክንረክብ ኢና ብዝኾነ እዚ ናይ ዝዓዲ ነገር ናብ ገለ ዳይረክሽን እዩ ድኸይድ ዘሎ እንታይ ኢሉ ዶናልድ ትራምፕ ኣራይ እንታይ ኢሉ ዶናልድ ትራምፕ ጽሒፉ ኣብ ትሩ ሶሻል እታ ጽሑፍ ኣብዚ ከገብራ እያ ደን ከንብበልኩም እየ ብጣዕሚ ክትስሕቁ ተዳለዉ ዶናልድ ትራምፕ መራሒ ሓንቲ ሃገር ከምኡ ኢሉ ክጽሕፍ ኣይትጽበየን እንተኾነ ግዜኡ ግዜ ሶሻል ሚድያ እዩ ኣብ ሶሻል ሚድያ ከዓ ጥላይ ሓሳብ ትገልጸሉ እዩ ባት ካብ መራሒ ሓንቲ ሃገር ግን ከምዚ ርእንቶ ሰሚዕና ኣይፈለጥን እዩ ባት

እንተ ፕራይም ሚኒስተር ክኸውን ወሲኑ ብቐሊሉ ፕራይም ሚኒስተር ክኸውን ከም ዝኽእል እዩ ዝዛረብ ዘሎ ሕጂ ንወይን ግሬትስኪ ልክዕ ከምዚ ሮናልዶ ሜሲ ኣብ ዓለም ዝበለፁ ተባሂሎም ብኩዕሶ ንፈትዎም ንወይን ግሬትስኪ ኣብ ካናዳ ብጣዕሚ እዮም ዝፈትዎ ብጣዕሚ በቃ ናቶም ትሮፊ እዩ ምክንያቱ ብዙሕ ሬከርድ ኣለዎ ብዙሕ ሬከርድ ይሰሩ ኣብ ኣብ ታሪክ ኤንኤፍኤል ከ ናሽናል ሆኪ ሊግ ልዕሊ ሽሕን ትሽዓተ ሚእትን ስሳን ሰለስተን ኣሲስታንስ ዝሃበ ዳርጋ ናቱ ሬከርድ ዝሓዘ የለን ተፃዋታይ ናይ ኤድመንተን ኦይለርስ ከዓ እዩ ነይሩ ኤድመንተን ኦይለርስ ናይ ኤድመንተን ጋንታ ማለት እዩ ኳይት ፍራንክሊ ናተይ ኦፒኒን ማለት እዩ ኤድመንተን ኦይለርስ ዝበለፁ ሆኪ ፕሌየርስ ናይ ዓለም ኮይኖም እዮም ዝስምዑኒ ኣብ ስለ ዝቕመጥ ክኾን ይኽእል ስለ ብኣካል ዝረኣኹዎም ከዓ ክኾን ይኽእል ብዝኾነ ንቐፅል

ዶናልድ ትራምፕ ብዛዕባ ወይን ግሬትስኪ ፕራይም ሚኒስተር ናይ ካናዳ ክኸውን ከዓ ሰበይቱ ንወይን ግሬትስኪ እያ ሼር ጌራቶ ኣብ ሶሻል ሚድያ ማለት እዩ ኣብ ዝተዓዘ ልዕሊ 15 ሽሕ ድኸውን ሪሼር ጌሩሎ ኣብ ብዙሕ ሶሻል ሚድያ መዓት ዩቲብ ቪድዮ ከዓ ዝተሰሪሑሎ ኣነ ንባዕለይ እውን ብጣዕሚ ኢንተረስቲንግ ኮይነ ረኺበ እዚ ምክንያቱ ከነዳውያን ኣብ ሆኪ ዘለዎም ፍቕሪ ዝኾነ መን ትፈትው ተልካያ ብዛዕባ ሓንቲ ዘፍቅርዋ ስፖርት ሆኪ እያ ምክንያቱ ዳርጋ ሰቨን ማንስ ዊንተር እዩ ስለዚ ንሆኪ ጌም ክፅበዩ ንሲዝን ሓንቲ ትኬት ክንደይ ሽየጥ እንተዳርኢናዮ ኣሽሓት እዩ ስለዚ ኣብ ሆኪ ዘለዎም ፍቕሪ ነዚ ርኢ ኢኻ ዶናልድ ትራምፕ ንስኻ ፕራይም ሚኒስተር ኩን ይብሎ ኣሎ መቸም ወይን ግረትኪ ፕራይም ሚኒስተር ክኸውን ንሕና ውን ሓቂ ተሓይሽ ኣይንፅበን ኢና ንቐጽል ኣራይ መደብና ቅድሚ ምቕጻልና ሓንቲ ሒዘያ ምጽ ዘለኹ ኣርእስቲ እዚ ዝተፈላለየ እዋናት ብዛዕባ ፒኣር ዝሓተትኩምን ሰባት ነርኩም ናተይ ፒኣር ከም ዝኾይኑ እንታይ ክንገብር ንኽእል ና ገሊጸልኩም ነረ ኣነ ናይ ኢሚግሬሽን ኮንሳልታንት ኣይኮንኩን እንተኾነ ግን ዘምጻልኩም ሓበሬታ መወከሲ ክትጥቀምሉ ትኽእሉ ኢለ እቲ ጽቡቕ ነገር እቲ ህዝብና ኣብ ሓበሬታ እንተ ደኣ መፅዩ ነናቱ ርእቶን ብዋትሳፕ ትጽሕፉለይ ነርኩም ኣብቲ ኮመንት ግን ጸሓፍዎ ኢለኩም መታን እቲ ንዓይ ጽሕፉለይ ሓበሬታ ኣነ ኣብ ሓንቲ ቪድዮ ገሬ ኣከምጾ እቲ ኮመንት ግን ትበዝሕ ሰብ ነቲ ቪድዮ ምስ ርኣዮ ኣብ ኮመንት እንታይ ይብሃል ኣሎ ኢሉ ዝኣቱ ኣነ ውን ንባዕለይ ኮመንት የንቡበ እየ ሕጂ እቲ ጽቡቅ ነገር ሓደ ሓውና ፒኣር ናቱ ተቀበለ እንታይ ዓይነት ኤክስፒሪየንስ ኣጋጢምዎ እንታይ ጉዳይ ኣጋጢምዎ ንምንታይ ከ ዲለይ ድኸውን ኣብቲ ኮመንት ዝጸሓፋ ከንብበልኩም እየ ምክንያቱ እሱ እውን ከምዚ ኣሕዋተይሲ ከምዚ ይግበሩ ፒኣር ዝጽበዩ ኣለዉ ኣነ ብከምዚ እየ ተቐቢለ ስለ ዝበለ እታ ርእቶ ከንብበልኩም እየ ሕራይ ደላይ ሰላም እያ ትብል እታ ናቱ ኣካውንት ሰላም ቤኒ ሰላም ቤኒ የሕዋት ኣነ ቅድሚ ሰለስተ መዓልቲ ፒኣር ካርደይ ተቐቢለዮ ኣለኹ ግን ብጂሜይል ናተይ እዮም መልእኽቲ ሰይዶምለይ ፒኣር ካርድኻ ተሰሪሑ ተወዲኡ ኣሎ ግን ኣብዚ ግዜ ካናዳ ፖስት ኣብ ስርሑ ጠጠው ኣቢሉ ስለ ዘሎ ባዕልኻ ናብ ካናዳ ኢሚግሬሽን ኦፊስ መጺኻ ኣብዚ ተጠቒሱ ዘሎ ዕለት ክትወስዶ ትኽእል ኢኻ ኢሎምኒ ኣድረስ ናይቲ ኦፊስ ሰይዶምለይ ወይ ኣብ ገዛኻ ፖስት ክትጽበ እንተደሊኻ ድሕሪ ሓድሽ ዓመት ካናዳ ፖስት ስርሑ ክጅምር ስለዝኾነ ባዕልና ክነምጽኣልካ ኢና ኢሎምኒ ግን ክጽበ ስለዘይደለኹ ናብታ ዝሃቡኒ ኣድረስ ናይቲ ኦፊስ ከይደ ኣምጺኤዮ ኣለኹ ስለዚ ጂመይልኩም ተኸታተሉ ብዙሓት ሰባት ብሰንኪ መልእኽቲ ዘይምርኣይ ይሓልፈኩም ኣሎ። ብጣዕሚ ኣገዳሲ ዝኾነ ሓበሬታ እዩ ያ ዝኾነ ሓበሬታ ብኢሜይልካ ኮንታክት ከም ዝገብሩካ ትፈልጡ ኢኹም ኣብ ሰዓት እዚ ብኢሜይልኩም ዝመፀኩም ዝኾነ ሓበሬታ ክህሉ ስለ ዝኽእል ቸግበርዎ ኢን ኤኒ ኬስ ግን እታ መዓልቲ ናይዛ ሓድሽ ዓመት ዳርጋ ተወዲኣ ሰለስተ መዓልቲ ተሪፍና ኣሎ ናብ ሓድሽ ዓመት ክንኣቱ ስለዚ እዚ ስታቱቶሪ ሆሊደይ ከዓ ኒው ይር ኣሎ ኒው ይርስ ኢቭ ን ቀዳማይ መዓልቲ ዳርጋ ስራሕ ኣይክህሉን እዩ ብፍላይ ነዛ ኔክስት ዊክ ማለት እዩ ሶ ኩላትኩም ነዚ መደብ ትከታተሉ ኣብ ኢሜይልኩም ቸግበሩ እንተኾነ ግን ድሕሪ ሓድሽ ዓመት ክትቅበሉ ኢኹም ወረቐትኹም እንተዘይኮነ ከዓ ናብቲ ኦፊስ ኬድኩም ክትሓቱ ትኽእሉ ኢኹም እዚ ፅቡቅ ሓበሬታ ኮይኑ ዝስማዓኒ ኣገይን ኣብ ኮመንት እንተ ደኣ ኦ ኣነ ብከምዚ መንገዲ ረኺበ ትብሉ ኣለኹም ባዕልና ሸር ጌርና እዚ ሓበሬታ እንተ ኣውፅናዮ ብቐሊሉ ክንፈትሖ ንኽእል ኮይኑ ዝስምዓኒ ንቐፅል ሕራይ መታን ኣርእስቲ ናይ ሎመዓልቲ ከይትነውሓና ካልኣይቲ መጠንቀቕታ ኣብ ናይ ፌስቡክ ሸር ዝተባሃለ ተቐመጥቲ ኤድመንተን እኳ ርኢኹማ ትኾኑ ኢኹም፣ ቅድሚ ኣርባዕተ መዓልቲ ፖስት ዝተባህለት እያ ነዛ መጠንቀቕታ ሼር ዝበለ ዮሃንስ ጉዕሽ ይበሃል ክረዲት ክቦ ስለ ዝግብኣኒ ኣብ ኤሪ ኤድመንተን እየ ዘምፆ ዘለኹ ናብ ኩሉ ንክበፅሕ ከዓ ሼር ይብሎ ኣለኹ እቲ መጠንቀቕታ ከምዚ ይመስል ሓደራኹም ኤሪ ኤድመንተን መጠንቀቕታ በዚ ከባቢ ደቡብ ኤድመንተን ዝቕመጥ ቶረስ ዝበሃል ዩክሬናዊ ናይ ኣካውንታንት ሞያዊ ድሕረ ባይታ ዘለዎ ካብ መንግስቲ ሓድሽ ዝወጸ ፕሮግራም ኣሎ ገንዘብ ከህበኩም እየ እንዳበለ ካብ ሰብዓ ዶላር ክሳብ ክልተ ሚእትን ሓምሳን ዶላር እናኽፈለ ናይ ሓሶት መብጽዓታት እናእተወ ብብዝሕን ብፍሉይን ነዚ ናህና ህብረተሰብ ካብኡ ሓሊፉ ከኣ ንሓደስቲ የታልል ኣሎ ካብዚ ዝብሎ መእመኒ መታን ክኸውን ብቁጽሪ ሒደት ከም ዝሰለጦም ወላ ዝተዛረቡ በቲ ተስዓን ሓሙሽተን ፐርሰንት ግን ምትላል ዩ ስለዚ ሓደራኹም ነቶም ዘይሰምዑ ሓብርዎም ዘይንጹር ሓበሬታ እንተሰሚዕኩም ንምርግጋጽ ኣብዚ ኮሚኒትና ኣምጽዎ ብቁጽሪ ሒደት እንተዘይኮይኑ ምሁራት ኣባላት ኣለውና ንሶም መልሲ ክህቡሉ እዮም። ቅድሚ ሕጂ ሓደ ኣብዚ ግሩፕና ይሕውል'የ ብምባል ዓሰርተታት ኣሽሓት ገንዘብ የሕዋትና በሊዕዎ ከይኣክል ናይዚ ክውሰኾ ስቕ ኢልና ኣይንርእን። ኣንቢብና ነቶም ዘይሰምዑ ንሓብሮም። ነዚ ናህና ሕብረተሰብ ብዝከኣለና ዝኣክል ሓበሬታ እናምጻና ንከላኸለሉ። እንተ ነዚ ሓበሬታ ዘምጻኻለይ ክኣ የቐንየልና ቀጽሎ ክኣ ሰሰናዩ። ኦኬ ነዛ ሓበሬታ ከም ኤርትራዊ ዩቱበር ኣብ ካናዳ ማለት እዩ ኣብ ኤድመንተን ክኣ ስለ ዝቕመጥ ሼር ክብላ ስለ ዝግብኣኒ ግቡኦይ ንምግባር እየ ሼር ዝብላ ዘለኹ ዘይሰማዕኩም እንተ ኣለኹም ሼር በልዎ። ሕጂ ዋላ ቶሮሶን ዋላ ወንድማንም ይኹን ሽም ክቀያየር ይኽእል እዩ እቲ ኣይድያ ግን ከምዚ ይገብሩ ከም ዘለዎ ንምፍላጥ ማለት እዩ ግርህ ኢልካ ዝኾነ ቤኔፊት ክትቅበል ካብ ኦፊስ ርጉፅ ተዘይኮይኑ ስቕልካ ናብ ዝኾነ ዘይምኻድ ጥንቅቕ ንምባል ማለት እዩ ብፍላይ ሕጂ ፈስቲቭ ሲዝን ብዙሕ ነገራት እዩ ዝካየድ ብዝኾነ ተኸታተልና እዛ መደብ ምሳይ ዝፅንሓኩም ኣዝየ ደመስግነኩም ግን ብዝኾነ ይኹን ምክንያት ገለገለኹም ኣድቨርታይዝ ክትገብሩ ትደልዩ ሰባት ኣለኹም ኣብ ዋትሳፕ ናምበረይ ኩሉ ግዜ ታሕቲ ይገብረ እያ ብዋትሳፕ ክትሰዱለይ ትኽእሉ ኢኹም ኣድቨርታይዝ ክበልኩም ይኽእለ ብፍላይ ኣብ ካናዳ ዘለኹም ትኾንኩም ኤክስፖር ዘይብልኩም ወይ ዝኾነ ፕሮዳክት ትሸጡ ድኳን ዘለኩም ጥዑይ ቢዝነስ ልጅ ዝኾነ ግን ንኤክስፖር ትደል ትኾንኩም ብዋትሳፕ ክትረኽቡኒ ትኽእሉ ኢኹም ስፐሻል ኣካውንት ኣለኒ ኣብዛ ዩቲዩብ ጆይን ክትገብሩ ትሪእሉ እዩ ማለት ስፐሻል ቪድዮ ኣፕሎድ ትገብሮ ኣብዚ ቀረባ እዋን ዘዳልዎ ዘለኹ ከዓ ብኸመይ መኪና ገዚእካ ካብ ፌስቡክ ገዚእካ ድሓር ኩሉ ኣፀራሪኻ ሰሪሕካ ትሸጣ ዝብል መደብ ማለት እዩ ብሓፂሩ ብሽሕ ክልተ ሽሕ ዶላር መኪና ገዚእካ ብኣርባዕተ ሓሙሽተ ሽሕ ዶላር መኪና ምሻጥ ማለት እዩ ብከመይ ፕሮፊት ትረክብ እቲ ኩሉ ፕሮሰስ ክሕብረ በዚ እንተ ትግደሱ ኮንኩም ማለት ናይ ቢዝነስ ክገብሩ ትደልዩ ብፍላይ ምስ ናይ መኪና ሸቐጥ ማለት እዩ እዚ ኣነ ዝንዕፈሉ ስራሕ ስለ ዝኾነ እዛ ጆይን ክትገብሩ ማለት እዩ ናብ ሜምበርስ ክትኮኑ ብክልተ ዶላር እቲ ዝውሓደ ናብኡ ጆይን ጌርኩም ሜምበርስ ክትኮኑ ክዕድመኩም እየ ብኩሉ ትህቡኒ ምትብባዕ እውን ኣዝየ ደመስግነኩም ኣብ ቀፃሊ ክሳብ ንራኸብ ተሰወድሓንኩም